ሰላም ሕዋት ኣብ ዝሓለፈ ክላስ እምበኣር ኣብዛ ናይ ፍረንች ክላስ ኣብ ዝሓለፈ እንታይ ርኢና ነርና ቮካብላሪ ክፋል 6.3 ርኢና ነርና እዛ ትሪእዋ ኣለኹም ሎሚ እምበኣር ክፋል 6.4 ከም ቆፀራና ንርኢና ክፋል ሽዱሽተ ነጥቢ ኣርባዕተ ሰላሳን ኣርባዕተን ቮካብላሪ ኣለዋ ንነፍሲ ወከፈን ሓደ ብሓደ ናበየናይ መኣዝን የመልክታ ከም ዘለዋ ክንርኢ ኢና ንኣብነት እታ ቀዳመይቲ ለፕየ እንድሕር ዳ ኢልና እግሪ እዩ ለብኻ ኢድ እዩ ለማ እዚ ሕልፍ ሕልፍ ክንብሎ ኢና ምክንያቱ ዳይሬክትሊ ማለት ኣክሽን ቨርብ የብሉን እዚ እቲ ስም እዩ ላማ እንድሕር ኢልና ከዓ ኢድ እዩ ለድዋ ኣፃብዕቲ እዩ

ቀጺልና ላፕለ እንድሕር ኢልና ቁስሊ ወይ ድማ ላብለስ ይኹን እንድሕር ኢልና ቁስሊ እዩ። እንድሕር ደኣ ሰብ ብለሰ ተኾይኑ ንኣብነት ኣብዚ ገዳሲ እተ ምቑሳል ማለት እዩ። ብለሰ እንድሕር ደኣ ምጉዳእ ኮይኑ ወይ ድማ ምስ ንኻልእ ምቑሳል ተኾይኑ ወይ ንገዛእ ርእስና ሰብ ብለሰ ግን ንገዛእ ርእስና ምቑሳል ማለት እዩ።

ተቐባሊት ኣብ ፎርማሲ ከም ኣሲስታንስ ኮይና ትሰርሕ ተሓጋጋዚት ማለት እዩ ሰራሕተኛ ኣብ ፎርማሲ ወይ ድማ ተሓጋጋዚት ናይ ፎርማሲ ኮንሰየ ለክልዮን ማለት ከዓ ኮንሰየ እንታይ ምኽሪ ምምካር እዩ ለክልዮን ከዓ ምምካር ንሓደ ዓሚልና ንዓሚልና ምኽሪ ምሃብ ማለት እዩ ኣብ ነፍሲ ወከፍ ኣክሽን ቨርብ ክህልወኩም እንከሎ ከም ንኣብነት ኮንሰየ ኣቐዲምና ከዓ ካልእ ርኢና ነርና እንታይ ርኢና ነርና ሰብለሰ ኮንጅጌት ክትገብርዎም ፈትኑ በቶም ሓሙሽተ ክንዲ ስም ዘለውና ብከምኡ ሽዑ ፅቡቅ ጌርና ኣብ መዓልታዊ ህይወትና ክንውዕሎም ኢና ንኣብነት ኣብዚ እንታይ ነርና ኮንሰየ ዠ ኮንሰይ ቲ ኮንሰይ ኢል ኮንሰይ ንኮንሰዮም ቭ ኮንሰየ ኤክሰተራ ይመክር ትመክር ይመክሩ ንመክር ይመክራ ኤክሰተራ ማለት እዩ ቀፂልና እንታይ ኣለና ለመዲካሞ መድሃኒት እዩ

ዝወሓጥ ከኒና ክንውሕጥ ኮለና ባይዘ ንመውሓጢ እምበር ከኒና የብሉን ኣብዚ ኣቫሌ መውሓጢ ንሱ ዋላ ኤፊካስ ውፅኢታዊ እንድሕር ንኣብነት ተኸይና ቀልጢፉ ካብ ሕማምና ሕውይና ውፅኢታዊ ሕጂ እንታይ ክንብሎ ንኽእል ለመዲካሞ ኤተ ኤፊካስ ስም እዩ ባይዘ ወይዚ ለኤፌ ከዓኒ ውፅኢት እዩ ውፅኢት ናይ ዝኾነ ነገር ናይቲ ከይና ውፅኢት ክኸውን ይኽእል እቲ ዝሃበና ጥዕና ሌፌ ሰኮንዳክ ፓክ ኮንትክ ግን ሕጂ ንኣብነት እንድሕር ሓደ ከይንና ወሲድና ንሕማምና ከሕውየና ኢልና ግን ንሱ ዘስዕቦ ጠንቂ እውን ክህሉ ይኽእል እዩ ካልእ ሕማምስ ከስዕበልና ይኽእል እዩ እዚ ከዓ እቲ ሌፌ ሰኮንዳክ ንብሎ ሰኮንዳ ኤፌት ሆሚዮፓቲ ንሱ ከዓ እንታይ እዩ ሆሚዮፓቲ ንኣብነት እንታይ ምዃኑ ክንርእዮ ሓደ ሓደ ግዜ እንድሕር ደኣ እቲ ቃል ብትግርኛ ዘይርድኣኩም ሃልዩ ዋላ ኣነ እውን ብትግርኛ ቃል ዘይክረኽበሉ ኽእል እየ ኣብዚ ጎግል ትመፁ ቸክ ንገብሮ እንታይ ከም ደርእየና ናብ ኢማጅ ንኸይድ ዋላ እዚ እቲ ዓይነት መድሃኒት ከም ሆሞፐቲ ድሕሪ ናብ ደፊኒሽን መፂና ከዓ እንታይ ይብለና ዓይነት ከይንና እንዲ ኦኬ ዶዝ ብምንፅ እንታይ እስኪ መድሃኒት ንባዕሉ መብዛሕትኦም ብቲ ናቶም ዩኒቲ ከምዚ ንኣብነት ግራም ኪሎ ግራም ገለ ንብሎ ብመንፅር ኣብ ውሽጦም ዘለዎም ዶዝ እዩ ዝዕቀን ንኣብነት ዝለዓል ዶዝ እንድሕር ደኣ ኣልዩዎም ኣዝዮም ተረርቲ ዝኾኑ መድሃኒት ኣለዉ ፈኮስቲ መድሃኒት እውን ኣለዉ ሰከንደይ ፈደ ይብሎም እዚ መድሃኒት እዚ ግን ልዕል ዝበለ መድሃኒት ዘለዎ ኮይኑ ከምዚ ንሓደ ንኣብነት መብዛሕትኡ ግዜ ዝጥቀምሉ ናይ ርእሲ ፀገም ዘለዎም ሰባት ምክንያቱ እቲ ንዖም ከሕውዎም ደይኮኑስ ካብቲ ዘለዎም ንኽ እቲ ደረ ዘለዎ ደረጃስ ክወርድ ስለ ዘለዎ ክያልም ክኾኑ ስለ ዘለዎም እዮም ዝጥቀምሉ ሕጂ ከመይ ድየ ናቱ ካል ከዓኒ ባህርያዊ ሕማም ለካቢነ ግላዊ ሕክምና ለካቢነ ክንብል ኮልና ባይዘወይ ንግላዊ ሕክምና ጥራይ ኣይኮነን ግላዊ ናይ ጠበቃ ባይዘወይ ቤት ፅሕፈት ግላዊ ዝኾነ እንድሕር ደኣ ጠበቃ ይኹን ናይ ገዛ ርስኻ ቤት ፅሕፈት እንድሕር ደኣ ጌርካ ካቢነ እዩ ለሜድሳን ሓኪም ለፓሲዮን ሕሙም ኣሌ ሸሌ ሜድሳን ኣሌ ምኻድ እዩ ሸሌ ሜድሳን ከዓኒ ሸ ከምዚ ገዛ ሸይማ እንድሕር ኢለ ሕጂ ገዛይ ሸይትዋ እንድሕር ደኣ ኢለ ገዛኻ ኤክሰትራ ሕጂ ኣልየ ሸልየ ሜድሳን ከዓኒ ናብ ናይ ሜድሳን ናብ ሕክምና ምኻድ ማለት እዩ ባይ ዘ ወይ እቲ ሓሳብ ሎክዶኖንስ ከዓ እቲ ንሶም ዝብና ምስክር ናይ ሕክምና ሎክዶኖንስ ወይ ድማ ፕሬስክሪ ድሕሪ ንኣብነት ሕጂ ዝተወሰኑ መድሃኒት ይልየና ተኮይኑ እቲ ሓኪም ፕሬስክሪ ይገብረልና ፕሬስክሪፕስዮም ንብሎ እቲ ዘድልየና መድሃኒት ኣብ ወረቐ ጽሒፉ ሂብና ኣሎ ማለት እዩ ናብ ፈርማሲ ንእለ ካብ ፈርማሲ ንወስዶ ማለት እዩ ሓኪም ዝእዘልካ ከሎ ሓኪም መድሃኒት እኮ እታ ወረቐት ይበካ እታ ፕሬስክሪ ስኻ ናብ ፈርማሲ ትኸይድ ምስኣ ሽዑ ኢኻ እቲ መድሃኒት ዝፅሓፈልካ ንሱ ብመልክዕ ይብኻ ትኸቴ ከዓኒ ምትግባር ወይ ድማ ምሕካም ንኣብነት ትኸቴ ሓደ ቃል ናይ ሕክምና እዩ ንኣብነት ትኸቴ ዋላ መዓልታዊ ቃል ንዛረበሉ ኢና ንኣብነት ንሓደ ሰብ ጽቡቅ ገይረ ተተቀቢለዮ je l'ai traité bien ንብል ጽቡቅ ገይረ ባይዘወይ ምትግባር ወይ ድማ ምሕካም ጥራይ ዘይኮነስ ምቕባል ንበዓል እውን ከምኡ እዩ ምቕባል ጥራይ ዘይኮነስ ከምዚ ሕጂ ኢልማ ትኸቴ ማል እንድሕር እንዳ ኢልና ሕማቅ ገይሩ ተቐቢልኒ ወይ ሕማቅ ገይሩ ተቐቢልኒ ባይዘወይዋ ኣብ ሕክምና ግን ትኸቴ እንድሕር ዳ ኮይኑ ሓደ ሕሙም ንሕውዮ ኣለና ወይ ድማ ንሕክሞ ኣለና ማለት እዩ

ለሽርዥያን ዘም ጥባሕቲ ዘካይዱ ሓካይም ናይ ርእሲ ይኹን ናይ ዝኾነ ዓይነት ናይ ዝኾነ ዓይነት ሕማም ኣንፈክምያኽ ነርሲኒ ኣንፈክምያኽ ኣቤክ ኣብ መወዳእታ ትሪእዎ ተለኹም ኡ ኣክሰንቶጊ ኣቤክ ኤክ ኡ ንሱ ንጓሊ ኣንፈክሜ እንድሕር ጠራ ኢልና ግን ንወድ ተባዕታይ ኣብ ታሕቲ ዘሎ ማለት እዩ እዚን ተን ሰላሳን ኣርባዕተን ቮካብላርና እየን ንነፍሲ ወከፈን ድምፀን እንዳሰማዕኩም ክፅሕፍዎን ክተንብብዎን ፈትኑ ከም ኩሉ ግዜ ቀፂልና ኣብዚ ስከን ካብቲ ሕጂ ንዝክርን ኣይዝክርን ክንርኢ ኢና ሰላሳን ኣርባዕተን ቮካብላር ምሽ ኣለዋና በታ ቀዳመይቲ ክንጅምር ኢና እግሪ እንታይ ማለት እዩ ተዘኪርናዮ ፅቡቅ ተዘይዘኪርናዮ ክሊክ ንገብር ልፕየ ተምፃልና እቲ ድምፂ እውን ኣብዚኣ ክሊክ ብምግባር ክንሰምዖ ንኽእል ኢና ቀጺልና ናብታ ካልኣይቲ ቮካብራሪ ኢድ እንታይ ማለት እዩ ብፍረንች ተዘኪርናዮ ጽቡቕ ተዘይዘኪርናዮ ከዓ ክሊክ ንገብር ልብኻ ማለት እዩ መበል ሳልሰይቲ ከዓኒ ኣቐዲምና ኢድ ዶ ርኢና ነርና ሓቀይ ኢድ ኢድ ኦኬ እንታይ ኣለና ማለት እዩ ለማ ኣብዚ ከ les bras. ኣብዚ ጌጋ ካለው የተረፈኒ እንታይ እስኪ ብኻ ኢድ ኣይኮነን ንኣብነት መሓወርና ብምሉ መሓወር ናይ እግርና ዘይኮነስ መሓወር ናይ ኢድና ብምሉ ንሱ ይበሃል ኢድ ክንብል ከለና ለማ እቲ ካብዚ ኣፃብዕትና ዘጠቓለለ እዩ ንሱ። መሓውር መብዛሕትኡ ግዜ ባይዘወይ ንእግሪ ዝኸይድ ቅድሚ ባይዘወይ እቲ ንዓኹም ዝመፃኩም ኮሬክሽን ዝተገብረ እዩ እዚ ዝምሳይ ዘሎ ኮሬክሽን ዘይተገብረ እዩ ባይዘወይ ንግዚኡ መሓውር ኢላ ገድፈ እየ ፀኒሐ ስለ ድምለሳ ፀገም የብሉን ግን ተሓሳብ ተረዲእኩም ክኸውን ተስፋ ገብር ካብዚ መንኩብና ጀሚርካ ክሳብዚ ቅድሚ ፃብዕትና ምብፃሕና ንሱ ዘሎ ኢና ብኻ ንብሎ ኦኬ ንሱ ካብ ረኣናዮ ዘን ከምዛ ክንሪኦ ዝፀናሕና ንቅድሚት እንዳ ንድሕሪት እንዳኸድኩም ክሳብ ሰላሳን ኣርባዕተን ግዜ ወሲድኩም ሓደ ብሓደ ሸምዲድኩመምን ኣይሸምደድኩምን ክትሪእዎን ተስፋ ይገብር ቀፂልኩም ሰለስተ ዓይነት መምሃር ኣለኩም እዚ ካርት ዝብል ዘሎ ኣንገል ብመንፅር ምረፅ ክምህረኩም እዩ ኣፕኮንድ ብመንፅር ሰሌክሽን ኣሶሴ ከዓኒ ብመንፅር ኣዛምድ ክምህረኩም እዩ ካብ ሰለስቲኤን ሓንቲኤን መሪፅኩም ተለማመድዎ ሓንሳብ ምስ ወዳእኩም ከዓ ናብ ቴስት ትሕለፉ ማለት እዩ እቲ ቴስት ከዓ ውፅኢትኩም ክነግረኩም እዩ ደግሞ ድዩ ዘለኩም ትበካብላሪ ዋላስ ናብ ዝመፅእ ዘሎ ክላስ ኣብ ሽዱሽተ ነጥቢ ሓሙሽተ ክንራኸብ ኢና